ኮንቲኑስ ፕሮሰስ ኣይኮነትን ማለት ትኾን ኣላ ማለት ስለዚ እታ ክራሽን ሰርኪት ሜንቴናንስ ጠጠው ከነብላ ከለና እቲ ካልእ ፓርት ናይቲ ፕላንት ግን ይቕጽል ማለት እዩ ሕጂ ንምንታይ ከምኡ ንብል ኩሉ ግዜ ኣብቲ ክራሽን ብዙሕ ኢምፓክት ኤንድ ኣፕሬሽን ስለ ደሎ እቲ ዊር ብጣዕሚ ብዙሕ እዩ ስለዚ እታ ኢኩፕመንት ኣብ ዝሓጸረ ግዜ ሜንቴን ክትከውን ክትክእል ኣለዋ ማለት እዩ ስለዚ ኣብ ሰሙን ድዩ ኣብቲ ናና ቤዝድ ኣብቲ ናና ስኬጁል ማለት እዩ ንሜንቴናንስ ጠጠው ነብላ ማለት ስለዚ እቲ ካልእ ፓርት ናይቲ ፕላንት ግን ይቕጽል ማለት እዩ። ደሓር ኣብዚ ትርእይዎ ኣለኹም ታነል ኣሎ ኣብ ስቶክ ፓይል በዚ ታሕቲ ማለት እዩ በቲ ውሽጢ ማለት እዩ። ኣብኡ ሕጂ ፊደርስ ኣለዋ እዘን ፊደርስ እንታይ እየን ዝገብራ ነቲ ማቴርያል ኣብ ላዕሊ ዘሎ ፓይል ኮይኑ ዘሎ ቫይብሬት ጌረን ሉዝ ጌረን ናብቲ ናህና ማቴርያል ናብቲ ናህና ኮንቨየር የምጻልና ማለት እዩ። ሕጂ እዚ ስቕ ኢለን ኣይኮናን በቲ ናህና ዝሃብናየን ቶን ኤት ስቶክ ፖይንት እየን ዝሰርሓ ማለት እዩ። ለትስ ሰይ ሰለስተ ሚእትን ሰብዓን ቶን። ኣብ ሓደ ሰዓት ወይ ስሪ ሰቨንቲ ቶን ፐር ኣወር ራን ክንገብር እንተደሊና እቲ በቲ ናይቲ ወይቶሜተር ሪዲን ነቲ ናህና ሲስተም ኣጃስት ይገብረን ማለት እዩ ስለዚ እቲ ናተን ኣውትፑት በዚ ዝድባና ደለዋ ቶኔጂ ጋቨርንድ ይኸውን ማለት እዩ ወይ ብኡ እዩ ዝመሓደር ማለት እዩ ሽዑ እቲ ኮንቬርትሪዎ ዘለኹም ብኡ ኣቢሉ ናብታ ቀዳመይቲ ትዘውር ደላ ሚል እታ ተቐዳመይቲ ማለት እዩ ናብኣ ይመጽእ ማለት እዩ ሕጂ እሳ ሳግ ሚል ኢና ንብላ ወይ ድማ ሰሚ ኣውቶጂነስ ሚል ማለት እዩ በዚካሊ ኣብኡ እንታይ ድግበር እቲ ሮክ ዓበይቲ ሮክ ኣሎ ወይ ድማ እቲ ዓሰርተ ክልተ ሰንቲሜተር ሳይዝ ድበልናዮ ኣብ ውሽጢ ከኣ ሜድያ ኣሎ ማለት እዩ ስቲል ቦል ሜድያ ኣሎ ማለት እዩ ሚእትን ዓሰርተን ሚእትን ዕስራን ሓሙሽተን ሚሊ ሜተር ዓቅኒ ማለት እዩ ንሱ ውን ናብ ዝተወሰነ ሊፍት ትገብረልና ካብኡ ምስ ወደቀ ሓደ እቲ ማቴርያል ነንሕድሕዱ ይታሓን ፕላስ እቲ ሜድያ እቲ ነያድልና ድማ ንዕኡ

እቲ ፋይን ስታፍ ናብ ኦቨር ፍሎው ይመጽእ ወይ ድማ እቲ ናህና ታርጌት ግራይንድ ሳይዝ ናብ ኦቨር ፍሎው ይመጽእ እቲ ገና ዴታ ደኣ ከደሎ ድማ በቲ ኣንደር ፍሎው ኣቢሉ ናብታ ቦል ሚል ይኸይድ ማለት እዩ ናብታ ካልእይቲ ማለት እዩ ሕጂ እታ ቀዳመይቲ እቲ ናታ ዲያሜተር ዓቢ እቲ ናታ ሄይት ሓጺር እዩ ዊች ሚንስ ከም ዝበልናዮ ካብ ላዕሊ እቲ ማቴርያል ወዲቑ ነንሕድሕዱን ምስቲ ሜድያን ክሰባበር ስለ ዘለዎ እዛ ካልእይቲ ከኣ ንሄይት ነዋሕ

So basically ቦልሚን ክሎዝድ ሶርኪት እያ ማለት እዩ ነዳዋዎ እቲ ዳሓለፈ ይከይድ ገና እቲ ግራይንድ ሳይዝ ዘይበፀሐ ድማ መሊሱ ናብኣ ይምለስ ማለት እዩ the same ኣብ ቦልሚን ናኣሽቱ ስቲል ቦልስ ኣሎ ማለት እዩ ናኣሽቱ ሜድያ ማለት እዩ ሃይ ክሮም ስቲል ቦልስ ማለት እዩ ከባቢ ሱሳ ሚሊ ሜተር ኣሎ ማለት እዩ ስለዚ እቲ ግራይንዲን ብከምኡ እዩ ዝካየድ ላይነርስ ኣለዉ ውሽጢ ሊፍት ትገብሮ ነቲ ማቴርያል እቲ ስለሪ ኣሎንግ ብዝቲ ሜድያ

ስክሪን ታይም ነቲ ስለሪ ኦሬዲ ማይ ጌርና ግራይንድ ጌርናዮ ኣለና ስለሪ እዩ ነቲ ስለሪ ኣብቲ ስለሪ ትራሽ ማቴርያል ክህሉ ስለ ድኽእል ወይ ድማ ሮግስ ኮይኑ ኢነሰንስ ሮግስ ዘይኮነስ ላይት ስታፍ ማለት ከም በዓል ክዋርዝ ማለት እዩ ምስኡ ሪፖርት ክገብር ስለ ድኽእል በዚ ጌርና ስክሪን ንገብሮ ማለት እዩ which means basically እቲ ናህና ደሊናዮ ዘለና ስለሪ ጥራይ እዩ ናብ ፍሎቴሽን ዝኸይድ ማለት እዩ ንኣብነት ዕንጨይቲ ክኣትዎ ይኽእል እዩ በርካ ብላስቲን ብዙሕ ፋክተር ስለ ኣብቲ ፕሮሰስ እውን ካልእ ትራሽ ማቴርያል ክሕወሶ ይኽእል እዩ እዚ ብዝተኻለ መጠን

ሕጂ እቲ ቀንዲ ዕላማ ወይ እቲ ቀንዲ ስራሕ ናህና እንታይ እዩ? ነብሲ ወከፍ መሳርሒ፣ ነብሲ ወከፍ ማሽን ኣብዚ ትርእይዎ ንዕኡ ዝቋጻጸር ማእከላይ መቆጻጸሪ ኣካል ኣሎ። እቲ ናቱ ቴክኖሎጂ ዝሓለወ ነብሲ ወከፍ ማሽን እቲ ስምዒታት ናታ እንታይ ኣሎ፣ ጥዕናኣ ናታ እንታይ ኣሎ ንምርግጋጽ ዝጠቅም ማለት እዩ። ልክዕ ከም ወዲ ሰብ እቲ ሓሙሽተ ህዋሳት ንብሎም ነቲ ከባቢ ሰንስ ዝገብሩ፣ እዚ ከኣ ዝኾነት ማሽነሪ ንኣብነት ኣብዚ ንርእየን ዘለና እዚኤን እተን ሚልስ እየን። እዚኤን ሚልስ እዚኤን። ካብቲ ንቡር ወጻኢ ከይከዳ ወይ ኣብ ሕማቕ ኩነታተን ንምቁጽጻር ዘድልዩ ሰንሰራት ወይ ከኣ ንዕኡ ዝዕቅኑ መሳርሒታት ኣለዉ። እዚኦም መሳርሒታት እዚኦም ብምሉኦም ብመልክዕ ናይ ኢንተርነት ቴክኖሎጂ፣ ኢተርነት፣ ተጠቂምና ናብቲ ማእከላይ ስርዓት መቆጻጸሪ ከም ዝርኣ ንገብሮ። ኣብኡ ዘለዉ ኦፕሬተራት ድማ ነዚኤን ማሽነሪ እዚኤን ኣብቲ ዘለዉዎ ኮይኖም ነቲ ኮምፒተራይዝድ ሲስተም ናቶም ኣብ ምንታይ ኩነታት ከም ዘለዋ፣ ከምዝርእይዎን ኦፕሬት ከምዝገብርዎን ይኸውን ማለት እዩ። ሕጂ እዚ ትካል ኦልሞስት ኣውቶነሚየስ ዓይነት ስራሕ እዩ ዘለዎ ወይ ከኣ ባዕሉ ክቆጻጸሮ ዝኽእል ስርዓተ መቆጻጸሪ እዩ ዘለዎ። ሕጂ እዚ ነገር እዚ ክካየድ እንተኾይኑ ኩሉ ዓይነት እቲ ኣይቲ ዝጥቀመሉ ቴክኖሎጂ ኣብዚ እውን ንጥቀመሉ ኢና። ሰንሰራት ኣለዉ እቲ ኔትዎርኪን ወይ ከኣ ብመልክዕ ኔትዎርክ ናብቲ ማእከላይ ኮምፒተራይዝድ ስርዓተ መቆፃፀሪ ከም ዝኣ እንትኸውን ማለት እዩ። እቲ ቀንዲ ዕላማ ሕጂ እንታይ እዩ? ብውሑስ ዝኾነ መንገዲ ጥዕና ናይተን መሳርሒታት ንምምርማር ብዝተኻእለ መጠን ከኣ ብውሑስ መንገዲ ከመይ ጌርካ ካብ ሓደ ማእኸላይ ስርዓተ መቆፃፀሪ ኦፕሬይት ክትገብረን ትኽእል ንምሕላው ማለት እዩ። እቲ ኮንትሮል ሲስተም ኣብ ትሕቲ ኮንትሮል ኦፕቲማይዜሽን ዝበሃል ዲፓርትመንት ኣሎ። እሱ ከኣ ምናልባሽ ኣብ መጀመርታ ሪእኹሞ እንተኾንኩም ምስቲ ሜይንቴናንስ ዝበሃል ዲፓርትመንት ናይቲ ናይዚ ትካል እዩ ማለት እዩ። እወ፣ ኣብ ትሕቲኡ ከም ዝበልናዮ ነቲ ሰንሰራት ዝቆጻጸሩ ኢንስትሩመንቴሽን ዝበሃል ዲፓርትመንት ኣሎ፣ ንዕኡ ንምዕራይ ኢንስታሌሽን ዝግበር፣ ንዕኡ ኮንፊገር ምግባር ዘድልዮ፣ ነቲ ንዕኡ ዝጥዕም ዓይነት ኣገጣጥማ እንድሕር ዘድልዮ ኮይኑ ንዕኡ ዝቆጻጸር ትካል እውን ኣሎ። ሕጂ ኩለን ከም ሓደ ኣካል ኮይኑ እዩ ዝሰርሕ፣ ምኽንያቱ እቲ ዝሰንስ ዝገብር፣ እቲ ዘንብብ ኣካል ንዕኡ ንስርዓት ንመቆጻጸሪ ዝሕግዝ ትእዛዛት ከተመሓላልፍ እውን እንተኾንካ ብምሉእ ሓበሬታታት ኣብ ምሉእ ናይዚ ትካል ዘሎ፣ ናይ ነብሲ ወከፍ ማሽነሪ ሓበሬታ ክትእክቦ ኣለካ። እዚ ሓበሬታ እዚ ኣኪብካ ኣናላይዝ ጌርካ ከመይ ይኸይድ ኣሎ ሓደ ስእላዊ ዝኾነ ኣቀራርባ ነቲ ኦፕሬት ዝገብር ሰብ ከተቕርበሉ ኣለካ። ካብኡ ተበጊስካ ከኣ ነቲ ሲስተም ባዕሉ ክገብሮ ዝግብኦ ትእዛዛት ይገብር። እቲ ኦፕሬተር ከኣ ካብቲ ንቡር ወጻኢታት ኣብ ዝርእየሉ እዋን ከኣ እቲ ናቱ ኣክሽን ከም ዝወስድ ንኽትገብር ማለት እዩ። ሕጂ እቲ ኮንትሮል ኦፕቲማይዜሽን ኢንጂንየር ዝበሃል ዲፓርትመንት እንታይ እዩ ዝገብር? እቲ ዝካየድ ዘሎ ስርዓት፣ መቆጻጸሪ ወይ ከኣ እንታይ ዓይነት ንጥቀመሉ ኮንትሮል ፊሎዞፊ ካብቲ ንቡር ወጻኢ ይኸይድ ከይህሉ ሓደ ንምርኣይ፣ ካልኣይ ነገር ከኣ ዝሓሸ መንገዲ ኣገባብ መቆጻጸሪ እንተደኣ ኣሎ ኮይኑ ነቲ ፕሮዳክሽን ወይ ከኣ ነቲ ጽፈት ናይቲ ስራሕ ዝሕግዝ እንድሕር ኣሎ ኮይኑ ከኣ ሓደ ፕሮፖዛል እንዳቕረብካ ኮንቲንየስ ዝኾነ ኢምፕሩቭመንት ምግባር ማለት እዩ።

ደሓር ኣብዚ ምስ ወዳእኩ ድማ ትራንዚሽን ኣብ ካልእ ኮንትሮል ኦፕቲማይዜሽን ኢንጂነር ይሰርሕ ኣለኹ ማለት እዩ ሕጂ እዛ ክፍሊ እዚኣ ንሪኣ ዘለና ኮንትሮል ኮንትሮል ሩም ትበሃል ማለት እዩ ኮንትሮል ሩም ከዓ እቲ ኣብ ደገ ዝካየድ ስራሓት ብቐሊሉ ኣብ ዝኾይኖም ኦፕሬት ዝነብሮ ክልተ ሴክሽንስ ኣለና ማለት እዩ እዚ ንሪኦ ዘለና ኮፐር ሳይድ እዩ እዚ ክሳይድ ማለት እዩ ከምቲ ዓንተወይ ዝገለፅናዮ

ነቲ በቲ ተጻርዩ ይጓሃፍ ኢሎም ምሻሉ ወዲ ምስ ዝመጸ ኣብዚ ናና ፊድ ንጥቀመሉ ማለት እዩ ኣብዚ ዚንክ ኢና ንሰርሕ ዘለና ናይቲ ዚንክ ኣብዚ ምስ መጸ ፊድ ናቱ ጓሃፍ ንዓና ፊድ ኮይኑ ኣብዚ ፍሎት ከም ዝገብር ንገብሮ ማለት እዩ ሰሶም ዝጓሓፍዎስ

ክንደይ ዝኣክል ቶንስ ይጸዓና ኣለዋ ብቐጥታ ተመዝጊቡ ወይ ሚዛን ተፈሊጡ ካብቲ ዘለዋ ቦታ ብጉቡእ ተዓጽዩ ተዓሺጉ ስፒለጅ ከየጋጥም ማለት እዩ ፕሮፐርሊ ሲል ኮይኑ ካብቲ ዘላቶ ቦታ ክወጽእ ማለት እዩ። ኣብ ግዜ ምጽዓን ዝኾነ ናብ ከባቢኣ ናብቲ ናታ ስትራክቸር ክፈስስ ዝኽእል ነገራት ከኣ ምስኣ ሒዛቶ ኣብ ኢንቫይሮመንታል ኮንታሚነሽን ከይገብር ኣብ ጽርግያ ከይፈስስ ኩሉ ኣብዚ ዝፈሰሰ ነገራት

ንነፍሲ ወከፍ መኪና ዓጽዋና ምክንያቱ ነፍሲ ወከፍ መኪና ክትባላሾ ትኽእል እያ ነፍሲ ወከፍ መኪና ክፈሳ ይኽእል እዩ ነፍሲ ወከፍ መኪና ከኣ ብግቡእ ጸርያ ዝኾነ ነገር ኮንታሚነትድ ዝኸውን ነገራት ኣብቲ ኢንቫይሮመንት እናፍሰሰት ከይትኸይድ ብግቡእ ጸርያ እቲ ሒዛቶ ዘላ ኮንተይነር እውን ብግቡእ ተዓጽዩ ነዚ ኣረጋጊጽካ እኻ ዝኸይድ ማለት እዩ ስለዚ ጽዕነታ ተረጋግጽ ኣብ ውሽጢ ጽዕነታ ዘሎ ትሕዝቶ ማይ ኣገዳሲ እዩ ምክንያቱ ማይ እንድሕር ደኣ በዚሕዎ ኣብ ትራንስፖርት በላቕ በላቕ ኢሉ እቲ መኽፈቲኡ እንተ ወጺኡ ክሕሰካ ይኽእል ዋላ ነቲ ትሕዝቶ ውን ማይ ኢኻ ትጽዕና ዘለኻ ማለት እዩ ኣብ ክንዲ ኮንሰትሬት ስለዚ ዶሮና ኢሚት ከም ዘይገብር ትገብሮ ማለት እዩ ቴን ፐርሰንት ማይ ከም ዝህልዎ ጌርካ ሞይስቸሩ ናቱ ቴን ፐርሰንት ትገብሮ እቲ ዕላማ እዚ ከኣ ዶሮና ንኸይፈጠር ማለት እዩ ልዕሊ ቴር ፐርሰንት ግን ትራንስፖርት ኮስት ይሓተካ እንደገና ክትጽዕኖ ዘይግብኣካ ነገር

ንሳኸ ክንደይ ትሕዝቶኣ ከኣ ክትፍለጥ ትኽእል ኣለዋ ማለት እዩ። ስለዚ ኤቭሪቲንግ ኮንሲደር ኮይኑ እዩ ዝጸዓን ማለት እዩ። ስለዚ ኣክሳቢ ውሑስ ብዝኾነ መንገዲ በጻሒ ናብ ፖርት ንኽበጽሕ ኢና ዝከኣለና ንሰርሕ ዘለና። ናይ ሴፍቲ እውን ርኢና እዞ ምስ ወደእ።
ኣቤት። ሴፍቲ እውን ርኢና እዞም እዞም ዝጸርጉ ዘለዉ።
እዎ እዚኦም ሕጂ። ነቲ ክሊፕ ሶሎ ነቲ ማዕጾ መኽደኒኡ ዘጋጣጥም ወይ ውርድ ኢሉ ዘግጥሞ ዘሎ ማለት እዩ። እንደገና ከኣ ገለ ገለ ኣብ ምጽዓን ከኣ ናብ ሓደ ዝዛዘየ ናይ ጽዕነት ብስታይ ተሃልዩ ከኣ ኣብኡ ከለኻ ለበል ለበል ትገብሮ ማለት እዩ። ዝኾነ መሳርሒ ጌርካ ኣመዓራሪ ተብሎ ማለት እዩ። ውሑዝ ውሑድ ጉልበት ዝሓትት ነገር እዩ ማለት እዩ። ሕጂ ከምኡ ስራሕ ክሰርሑ ከለዉ ዝኾነ ሓደጋ ከየጋጥሞም መታን